ኣብ ልምዓት መስኖ ምዝውታር ዓበይቲ ኣትክልቲ ውፅኢታዊ ምዃኑ ኣብነታዊ ሓረስታይ ገሊፆም። ኣብ መላእ ሃገር ተርእዮ ሕማማት እንስሳታት ነክዩ። ዓሰርተ ሓሙሽተ ሃገራት ኤሽያን ኤሽያ ፓሲፊክን ብደረጃ ዓለም ዝዓበየ ቁጠባዊ ምትእኽኻብ ክምስርታ ተሰማሚዐን። ህንድን ፓኪስታንን ብምወላ ሽበራውያን ንሓድሕደን ይወቓቕሳ ኣለዋ። ዝርዝራት ይቕጽል። ኣብ ልምዓት መስኖ ምዝውታር ዓበይቲ ኣግራብ ውፅኢታዊ ምዃኑ ካብ 1998 ኣብ ገማግም ሩባ ግራሻ ሓውሲ ከተማ ሃይኮታ ዝነጥፉ ዘለዉ ኣብነታዊ ሓረስታይ ቀሺ ተኽለ ነገደ ገሊፆም። ዓበይቲ ናይ ኣትክልቲ ፍረታት ብብዙሕ መለክዒታት ውፅኢታዊ'ዩ ድሕሪ ምባል ቀሺ ነገደ፣ ኣሕምልቲ እናፍረኻ ክትሰርሖ ስለዝከኣል ኣልማዕቲ ኣቓልቦ ክገብርሉ ኣዘኻኺሮም። ኣብ ወሰናስን ሩባታት ዝካየድ ንጥፈታት ልምዓት ኣብ ዓበይቲ ኣግራብ ምስ ዝኸውን ፍግረ መሬት ዝከላኸልን ቀፃልነት እቶት ዘረጋግፅን ብምዃኑ ድርብ ረብሓ ከምዝርከቦ ብግብሪ ከምዘረጋገፁ ጠቒሶም ኣልማዕቲ ናይቲ ከባቢ ኣሰሩ ክስዕቡ ፀዊዖም። ዛጊት ኣብ ውሱን መሬት ኣራንሺ፣ ለሚን፣ ዘይቱንን ካልእ ፍረታትን ዘጠቓልል ልዕሊ ሰለስተ ሚእቲ ኣግራብ ከም ዘልምዑን ኣብ ደረጃ ፍረ ከም ዝበጽሐን ቀሺ ተኽለ ጠቒሶም፣ ጎኒ ጎኒ'ቲ ኣብ ዓበይቲ ኣግራብ ኣተኲሮም ዝገብርዎ ወፍሪ ኣብ ልምዓት ኣሕምልቲ'ውን ከም ዝነጥፉ፣ እዚ ድማ ዕለታዊ ጠለባት ስድራቤቶምን ከባቢኦምን ብምምላእ መነባብሮኦም ከም ዝለወጡ ሓቢሮም። ሓላፊ ቤት ጽሕፈት ሚኒስትሪ ሕርሻ ኣብ ኖሶ ባሃይ ኮታ ኣቶ ዮናስ ዮሴፍ ኣብ ዝሃቦ ሓበሬታ፣ ኣብነታዊ ሓረስታይ ቀሺ ተኽለ ነገደ ብዘካይድዎ ኣብ ስነ ፍልጠት ዝተመርኮሰ ኣሰራርሓ ዝተፈላለየ ዓይነታት ኣትክልቲ ብምትትታው፣ ብምድቓልን ብምብዛሕን እውን ፍሉጥ ምዃኖም ብምጥቃስ፣ ምስ ክኢላታት ሕርሻ እናተማኸሩ ስለዝነጥፉ ኣብነት ውፅኢታዊ ዕዮ ኮይኖም ከምዘለዉ ገሊፆም። ብቀሺ ነገደ ዝለምዕ ኣብ ፍረታት ዘተኮረ ሕርሻ ኣብ ዞባ ጋሽ ባርካ ብዝለዓለ ደረጃ ክድፋኣሉ፣ ሓረስቶት ድማ ነዚ ኣብነታዊ ስራሕ ክስዕብዎ ኣቶ ዮናስ ብተወሳኺ ተላብዩ። ሚኒስትሪ ሕርሻ፣ ጥዕና ጥሪት ተዋሒሱ ዝህቦ ምህርቲ ንኽስስን ብስሩዕ ብዘካይዶ መደባት ክታበት እንስሳታትን ዝህቦ ካልእ ኣገልግሎት ሕክምናን ተርእዮ ሕማማት እንስሳታት ነክዩ። በዚ ዓመት መጸ ኣማኢት ኣሽሓት ጥሪት ዝሽፍን መደባት ክታበትን ካልእ ኣገልግሎት ጥዕናን ኣብ ርእሲ እቲ ሕማማትን ባልዓትን ብምክልኻልን ብምፍዋስን ጥዕና ጥሪት ኣብ ምሕላው ዝህልዎ ግደ ካብ እንስሳታት ናብ ሰብ ዝመሓላለፍ ሕማማት ኣብ ምክልኻል እውን ልዑል ተራ ከም ዘለዎ ሞያውያን ይሕብሩ። ስግረ ዶባዊ ሕማማት ንምክልኻል እውን ዕቱብ ምክትታል ከም ዝግበር ክፍለጥ እንከሎ፣ ዘይተኸ ብ ጥሪት ከይርከባ፣ ሓረስቶት ንጥሪቶም ኣብ ግቡእ ግዜኤን ከኽትብወንን ዝጥርጥርዎ ምልክታት ሕማም ምስ ዝርእዩን ንዝምልከቶም ኣካል ብኣጋ ክሕብሩ፣ ምምሕዳራት ከባብን ንኡስ ዞባታትን ድማ ምትሕብባሮም ከዕዝዙ እቶም ሞያውያን የዘኻኽሩ። ብዝካየድ ዘሎ ቀጻሊ ጻዕርን ኣብ ሓረስቶት ተጠርዩ ዘሎ ንቕሓትን ኣብ ጥዕና ጥሪት ዘሰክፍ ስግኣት ከምዘየለ እዩ ዝግለጽ። ናብ ዜናታት ወፃኢ ክንሰገር። ዓሰርተው ሓሙሽተ ሃገራት ኤስያን ኤስያ ፓስፊክን ብደረጃ ዓለም ዝዓበየ ምዃኑ ዝተገልጸ ቁጠባዊ ምትእኽኻብ ክምስርታ ተሰማሚዐን። እቲ ቁጠባዊ ምትእኽኻብ ንዓሰርተ ኣባል ሃገራት ደቡባዊ ምብራቕ ማለት ኤስያን ከምኡ'ውን ንቻይና፣ ጃፓን፣ ደቡብ ኮርያ፣ ኣውስትራልያን ኒውዚላንድን ዝሓቁፍ እዩ። እቲ ቁጠባዊ ስምምዕ ኣብ ቀረባ መጻኢ ተግባራዊ ከምዝኸውን መራሕቲ ናይተን ሃገራት ብምጥቃስ፣ ኣባላት ብውሑድ መጠን ታሪፍ ንግዳዊ ንጥፈታት ከካይዳ ዘፍቅድ ምዃኑ ገሊጾም። እቲ ምትእኽኻብ ተግባራዊ ክኸውን ምስ ጀመረ ብውሕዱ ሰላሳ ሚእታዊት ካብ ቁጠባ ዓለም ክሽፍንን ልዕሊ ክልተ ነጥቢ ክልተ ቢልዮን ተረባሕቲ ክህልዉዎን ትጽቢት ይግበር። ብዘይካዚ እቲ ቁጠባዊ ምትእኽኻብ ንኣባል ሃገራት ብሓፈሻ፣ ቻይና ድማ ብፍላይ ናብ ኣሜሪካ ዝጸንሐን ንግዳዊ ፅግዕተኝነት ዘፋኹስ ምዃኑ ክኢላታት እቲ ዓውዲ ይጠቕሱ። ህንዲ ንግብረ ሽበራውያን ትምውል ኣላ ክብል መንግስቲ ፓኪስታን ትማሊ ኣብ ዘውፅኦ መግለፂ ከሲሱ። እቲ ስጉምቲ ሽበራውያን ብመገዲ ዞባ ካሽሚር ናብ ፓኪስታን ብምእታው መጥቃዕቲ ከካይዱ ዝሕግዝ ምዃኑ እዩ መንግስቲ ፓኪስታን ዝኸስስ። ይኹን እምበር ነቲ ክሲ ዝነጸገት ህንዲ ንፓኪስታን ብተመሳሳሊ ጉዳይ ከም ዝኸሰሰታ ማዕከናት ዜና ኣቃሊሐን። ህንድን ፓኪስታንን ብጉዳይ መወላ ሽበራውያን ክካስ ዝካሰሳ ዘለዋ ክልቲኤን ኣብ ዝከራኸራሉ ዞባ ካሽሚር ኣብ ሳልስቲ'ዚ ብዝተወልዐ ግጭት ብውሕዱ ዓሰርተ ሓሙሽተ ሰባት ድሕሪ ምቕታሎም እዩ። ንሓድሕዳዊ ምውቓስ ወተሃደራዊ ምትፍናን ዞባ ጋሽሚር ክኸርር ከም ዝኽእል ዝእንፍት ምዃኑ ነቲ ኩነታት ብቐረባ ዝከታተሉ ወገናት ይእመቱ። ወነንቲ ኑክሌሳዊ ኣጽዋር ዝኾና ህንድን ፓኪስታንን ብጉዳይ ዞባ ካሽሚር ንዓመታት ከም እተፋነና ጸብጻባት ይሕብሩ። ኣብ መወዳእታ ግብጺ ኣብ ግብጺ ልዕሊ ክልተ ሽሕን ሓሙሽተ ሚእትን ዓመታት ዝገበረን ብግቡእ ዝተዓቀበን ጥንታዊ ሬሳታት ተረኺቦም። እቲ ልዕሊ ሚእቲ ኣስከሬናት ኣብዚ ዓመት'ዚ ኣብታ ሃገር ካብ ዝተረኽቡ ተመሳሳሊ ጥንታዊ ርኽበታት ዝበዝሐ ምዃኑ ጸብጻባት ኣመልኪቶም። ኣብ ግብጺ ኣብ ዝሓለፈ ወርሒ ነሃሰ'ውን ሬሳታት ዝሓዘ ልዕሊ ሓምሳ ጥንታዊ ከም እተረኽበ ይዝከር። እቲ ጥንታዊ ርኽበታት ብኣሉታ ተጸልዩ ንዘሎ ጽላት ቱሪዝም ግብጺ ኣብ ምብርባር እወንታዊ ተራ ከም ዝህልዎ ሰብ መዚ ሰሜን ኣፍሪቃዊት ሃገር ሓቢሮም። ዝኸበርኩምን ዝኸበርክንን ዜና ቅድሚ ምፍጻም ኣርስታቱ ክደግመልኩም። ኣብ ልምዓት መስኖ ምዝውታር ዓበይቲ ኣትክልቲ ውፅኢታዊ ምዃኑ ኣብነታዊ ሓረስታይ ገሊፆም። ኣብ መላእ ሃገር ተርእዮ ሕማማት እንስሳታት ከምዝነከየ ተገሊፁ። ዓሰርተ ሓሙሽተ ሃገራት ኤሽያን ኤሽያ ፓስፊክን ብደረጃ ዓለም ዝዓበየ ቁጠባዊ ምትእኽኻብ ክምስርታ ተሰማሚዐን።